ላዕሊ ገጸ ደይብላ ሃሪሞም መንበስበስታይ እኮ ሃሪሞም ቆህልን ደቂ ሸክሚ
ክፃወት ኢሎም መጉድብን ሕዞም መፅኦም ክዘብጡካ ሓደ እኳ ከይከውኑ ኣነ ገፋ ኢለነ ዘን ተሪፈን ዘለዋ ዕድመይ በይነይ ኮይነ ደይሕልፎ ኣነ ዳደይ ዋላ ሰለስተ ኣጭዋ ዋላ ሰለስተ ልወን እኳ ድብል ነይረ ዳኣነ

ዋ ምስ ወለድካ እያ እታ ትገብር እሞ ዋ ናተይ ደኣ ዋ ናተይ እንተ እንታይ እምበር ሓደ ከኣ እንተ ትኸውን እምበር ካብቲ ሓደ ናብቲ ሓደ ክላሶም ቦቦ ኢሉ ስማዕ እስከ ውርደት ደለዉ ኣቦኦም እንታይ ኮይኑ ሓዲግዎም ኢልካ ዘይትሓስብን ኢኻ ኣታ
ኤ ኣታ ግደ እባ ኣይተሰማምዑን ኾኑ ስምዓኒ ነደንደ ሰለስተ ረብዓይ ርእሲ ሓደ ጸሊም ኣነ ክበኣሱ ርእየ ኣብዚ ቲክቶክ ሓደ ግዜ

እንተ ገደ ደሞ ኣብዚ ከተማ ደለኹዎ እኳ ተትኾኑ እምቦ ኣደ ሰለስተ እንድር ሑቕ ንኸኣ እስከ ሕተተለይ በል። ወል ኣበይ ዲኺ ኣበይ መሬት እዩ።
ኣነ ጀርመን ዋ ወይ ማሙ ሓ- ወይለይ እስኩል ወይለይ ኩስ ወይለይ እወ ሒዘክን እኮ ዘርኢ እወ እህ ከመይ ኢኻ እሞ እሞ መዓስ ኢና ደይት ክንወፅእ? ዕለት ክንደይ ደይታ ክሳይ እያ ድሓን እዚኣ ፈልጣ እያ መራኸቢ ሻሂ ክንሰቲ ትብለካ ኣላ መዓስ ትብለካ ኣላ እወ ምልላይ ምልላይ ዲጀይ እወ ደይታ ንስኹም ከ ካበይ ትገደትኩም ኢኹም ዴት እኮ የልሃካ ዴት እኮ ዓለት እዩ ኣይትበል ኣንሕና ቅድሚኻ ኢና እንግሊዝ መፂና ደይታ ሲ ደይታ እንታይ ማለት እቲ እቲ ዕለት ኣይኮነ ደይታ ሲ ኮፍ ኢልካ ሻሂ ትዘራረበሉ መዓልቲ ማለት እዩ ዓርቢ ወይ ቀዳም ኣነ ኮሚ ዕረፍተይ ናተይ ብራኳ ትጥዕመካ ጥራይ ኦኬ ሶ ቀዳሚ ሞ ንራኸብ
መንዳ ከሪዐኒ ምስ ለንደን ዳውዲፉ ገፊሑኒ ሕራይ ድሓን ወር ሕራይ ኣበይ ኢኻ እስኻ ትነብር ኣነ ዋላ ይመጸካ ተዳ ሶ ናበይ ኢና ክንወጽእ ናበይ ኢኻ እንታይ ኢኻ what do you do for fun what do you like to do for fun ፍንፋን ፍንፋን
ፍንፋን ደላ ኢና ቀልጢፍ ክጸርፋ ኣሪፍ መንከ ኢና ወንከረ ከምኡ ኾን ኮይኑ ኢለ ዘርኦም ዘርኦም ፋንሲ እንታይ ኢኻ ትሰቲ ዲኻ እንታይ ኢኻ ትገብር for fun ኣይፈትድ መስተ ስጋ ምብላዕ ፈት ስጋ ከብላዕኪ

እወ ኣፈሊጠዮ ኣለኹ ዋላ እቲ ንእሽተይ። እቲ ንእሽተይ ከኣ እቲ ሽጋራ እዩ።
መስ እዚ ቢ- ቢራ ክትሰቲ ዶ እንታይ ደኣ እሞ ክትሰቲኻ ቢራ እወ ደሓነ ወርባዕተ ሓሙሽተ በፂሐ እወ እዚ ካብዚ ቆፅላ እዩ ዝፈትነ ተኪላ ከ ተኪላ ተኪላ
ኣሎ ድዩ መስተ ተኪላ ተኪላ ሻት ሻት። ኣሎ እዚ ህጂ ጸሐ ክሕጉዝ እየ ደሓይ ኣነ ቁሩብ እቲ ክሳይ እንታይ ይባል ኣክስብሬንስ ሳለጥ
እዚ ዝብለካ ደላ እዚ ኣብ ፍንጃል ገይሮም ዝብካ ኣለዉ ንእሽተይ ብሓንቲ ግዜ ዝመዓጉ ተብሎ ኣሎ ጻጸ ጻጸ ዝጥዕምዎ ከም ኣረቂ ማለት እዩ ኣረቂ ትሰቱ ነበራሕ ኣረቂ

ኦኬ ኦኬ ኖርማል እዩ ለብዛ ዓድስ ኖርማል እዩ እንድሕር ደይት ወፂኻ ምስ ሰብ እጆስ ኖርማል እዩ ምስዕዓም ኣብዚ መንበስ ምስ ጣስዒምካ ትኸይ እወ ኣብ ግንባረይ ትስዕመኒ ግድነት ኣይኮነን ኣብ ግንባረይ ትስዕመኒ በቃ ከምዛ ሕራይ መንበስ ምስ ጣስዒምካ እወ እስከ በራሕ ዋት ኢዝ ዋት ኢዝ ዩር ዩር ፊንቸር ድሪም
ብትግርኛ ባ ዓቕሊ ደንደን ገጹን ባ ትርጉም ኩላኻ እታ ዝረኣት ንዓና ንሕና እንዳፈለጥካና ንሕና ጸገምና ኣብዚ ክንዝርዝር መጺእና መሊሽካ ካብ እም ከፊእካና። ኣይኮነን ደንደን እንታይ ድዩ ሓሳብ ያኒ እስኺ ሕጂ ኣነ ዓቕሊ ክፈልጦ ኣይደልየ እዛ ቆልዓ እፈልጣ እየ ነዚኣ ሕጂ እስኻ ድሓን እስኻ እቲ እንግሊዝ ጉደይ ብኡ ኣብ ዓዲ እንግሊዝ ኣይኮንካን ዘለኻ ሕጂ ሲ እዚኣስ ከመይ ጌርካ ድዩ ሓዝካያ ዋት ኢዝ ዩ ፊንቸር ድሪም ሲ እንታይ ኮንካ ድዩ ሕዚ እዚ ለንቅነይ መጺኣ።
ቅልል ቅልል በለ ከምዚ ሓው ሎንጊ ሪኤጅ ገለ ከምኡ ሕተተኒ ቀልጢፈ ክምልስ።

የስ ጻባ ስተ ኣጆኻ ኣጆኻ በራሕ ሓወይ ኣብ ጎንኻ ኣለና።
ባይ ዘ ወይ መዓት ምህሮ ተሪፍካ ኣሎ ብሩክ ዘርኢ መዓት ምህሮ ተሪፍካ ኣሎ። ትግርኛ ትኽእል እንድያ እዛ ጓል እዚኣ። ትግርኛ ክሳይ ትኽእል እንተኾይና ንምንታይ እያ ፈተነ ትግርኛ ትገብሩ ትኽእል እያ ወልሓንቲ? ሓደ ቅድም ቀዳድም ዘራእቲ ንሕና ከም ሰብ እዚ ወዲ እዚ ፈ- እዚኣ ቆልዓ ነይጸላእኩዋ ክቀራረቡ ድሌት ኣለኒ ድሌት ኣለዋ ዋላ እሳ እወ ከማን ባህጊ ንስኻ ትብለኩም።
በራሕ ግን ንስኻ እንታይ ትገብር ኣለኻ መስለካ እዘን ትብለካ ዘላ ድሕሽከየን ኣለኻ ስዒብካያ ዶ

ኣዲኣ መሲላ ትኸይድ ኣብ ገዛ ጎዶሎ ክትብል ኣብ ፀኒሕካ ሓንቲ ወይ ጸኒሑ ሓንቲ ወይሲ ጎዶሎ ትብል ነርካ ጎዶሎ ገለ ትብል ነርካ።
ዋ ዓቕሞም ከማኺ ድዩ ትረክብ እየ ዝብል? ሰለሚ ንወለዳ ዓቕመይ ክትኮነለይ ኣነ ግንሕ ተብል እያ ደልየ።